ሰላም ወሰናይ ንዓኹም ተኸታተልቲ መደብ ዳሜራ ኢንተርተይመንት ከመይ ትኾኑ ኣብ ዘለኹሞ ሰላምን ጥዕናን ክኾነልኩም እንዳተመነኹ ንሎሚ እምበኣር ብሓፍትና ዮርሳሌም ተመልሶ ዝተጻሕፈት ዛንታ ዓወት ዘርእስታ ሓጻር ዛንታ ሒዘልኩም ቀሪበ ኣለኹ ምሳኹም ዘለኹ ዮሴፍ ተስፋብርሃንየ ሰናይ ናይ ምክትታል ጊዜ። እዋእ ዓወት በጃኻ እባ ካብዚ ንላዕሊ ክንዛረብ ኣይተደፋፍኣና ኩሉ ብስቕታ እንተሓለፍናካስ ቅኑዕ ዘለኻ ይምሰልካ ቁሩብ ቁሩብኸ ክትብል ኣይትኽእልን? ሳሙኤል ድምጹ ክብ ኣቢሉ ብስምዒት እዩ ዝዛረብ ዝነበረ። ምኽንያት ሕርቃኑ ንምፍላጥ ድምጹ ምስማዕ እውን ኣይመድለየን። ብሓይሊ ተወጣጢሩ ዝነበረ ጅማት ገጹ ርኢኻ ኩነታቱ ክትርዳእ ቀሊል እዩ። ደጀን እውን ቁጣዐ ሳሙኤል ኣሰንቢድዎ እኳ እንተነበረ በቲ ንዓወት ዝተዛረቦ ስለ ዝሰማማዕ ግን፣ ኣብ ክንዲ ኣብ መንጎኦም ምእታው፣ ብዝግታ ክሰምዖም እዩ መሪጹ። ዓወት ሕርቃን ሳሚኤል ድዩ ገሪምዎ ወይ'ውን መን ኮይኑ እዚ ንዓይ ከምዚ ዝብለኒ ብምባል ድዩ፣ ቅድሚ ዘረባ ብስቕታ'ዩ ክዕዘቦ መሪጹ። ናይ ዘለዎ ሓይሊ ኣኻኺቡ ከኣ፣ ሰሚዕካ ሳሚኤል፣ ኣነ ዓወት እየ፣ ዝጋገኻኒ ትመስል፣ ንኽትፈልጥ ግን፣ ብኣኻን ከምዚ ከማኻን ብቐሊሉ ክድፈር ዝኽእል ወዲ ከም ዘይኮንኩ ትፈልጥ ኢኻ። ምኽንያቱ ወዲ እቲ ስውእ ጅግና እዩ ሕራይ። በታ ኩሉ ግዜ ዝንየተላ ወዲ ስውእ ትብል ቃል ናይ ዘለዎ ሓይሊ ኣኻኺቡ ኣትሪሩ ደገመሉ። ወዲ እቲ ስውእ ጅግናየ ኢሉ ንኽኸይድ ስጉምቲ ምስ ፈለመ ንኹሉ ብዝግታ ክሰምዕ ዝጸንሐ ደጀን፣ ቁጠዐ ብዝተሓወሶ ቃና፣ ኡኡ! ዓወት ማራ በዚሑ! ንሕና የዕሩኽትኻ ኢና! ካባና ሓሊፉ ማንም ክነግረካ ዝኽእል ሰብ የለን! ብተደጋጋሚ ጠባይካ ከተማሓይሽ መኺርናካ፣ ግን ጸማም እዝኒ ሂብካና! ንኽትፈልጥ፣ እዛ ረጊጽካያ ትኸይድ ዘለኻ መሬት ኣቦኻ ጥራይ ኣይኮነን ኣምጺዋ ዓወት ብናህሪ ተወርዊሩ ብክሳዱ ዓትዒቱ ሓኒቑ ሰሚዕካ ቃላቱ ክኮላለፍ ጀመረ እንዳንቀጥቀጠ ኣትሪሩ ሓነቖ ደጀን ድምብርጽ ከይበሎ ነብሱ እናተኸላኸለ እወ እዛ መሬት መሬት ኩልና እያ ኣቦታትናን ኣሓትናን ዝተቃለሱላ ሕራይ ክትፈልጥ ሕልፊ ኩልና ትብጸሓካ እሞ ድላይካ ትእዝዝን ትረክብን ማለት ከም ዘይኮነ ተገንዘብ እወ ወዲ ስውኣት ኢኻ ኣባኻ ክብሪ ኣለና ግን ንስውኣት ስድራኻ ከም መመክሒ እናገበርካ ብኦኦም እናተነየትካ ትርጉም መስዋእቶም ናብ ረብሓኻ ክትቅይር ሰብኣውነት ስኢንካ ዘይከም ሰብ ክትከውን ግን ኣይነፍቅድን ኢና ሕጂ ውን ክነግረካ ኣየወድኦን ዓወት ነውኒዉ ሰንከልከል ምስ ኣበሎ ኣብ ሕቑፊ ሳሙኤል ሒዙ ተዘይከላኸል ምስቲ ኣብ ትሕትኡ ዝነበረ ኩምራ ሑጻም ተናጉዐ። ምስቲ ዱልዱል ስሩዕ ተኽሊ ሰብነትን ተፈራሒ ወጅሃቱን ርኢኻ ድማ ዕርክነቶም ንዘይፈልጥ ዘምሕረ ውን ኣይመስልን። ይኣኽለካ ደጀን ክብረትካ ሓሉ። ትርጉም ዕርክነትና ኢለ ዝምሕረካ ኣይኮንኩን። ስውኣት ስድራይ ኣነ ክነብርን ክኸብርን ገባርን ሓዳግን ክኸውን እየ ምስ ተሰውኡ። እወ ሕጂ ውን ዝደፍረኒ የለን ኣይክህሉን ኢኻ ስለዚ ኣደብ ግዛእ። ደጊሙ ከፈራርሖ ጀመረ። ደጀን ካብ ሕቑፊ ሳሚኤል ንኽወጽእ እናተነውነወ ምዝራብ ቀጸለ። እዋእ ዓወት ትሰምዕ ሰብ ኣይኮንካን ግን መስዋእቲ ንኸምዚ ትዛረቦ ዘለኻ እንተደኣ ኮይኑ እሞ ኩሉም ደቂ ስውኣት ገበርትን ሓደግትን ኢኹም ዝደለኹሞ ትሓቱ ወሃብትን ከላእትን ድማ። ከምዚ ተኾይኑ ደኣ ንመንኩም ክንሰምዕ ንመንኩም ኢናኸ ክንገድፍ። መቸም ሓደ ጊላ ንኽልተ ጎይቶት ብሓደ ግዜ ክምእዘዝ ቀሊል ኣይኮነን። ደሓን እዚ እሞ ይጽንሓልና። እስከ እቶም ብዓወት ነዛ ናጽነት ክርእዩ ዝበቕዑ ጀጋኑስ ግደፎም። እቶም ኣካለ ስንክልናን ካልእ ጸገማትን ዘጓነፎም ግን ከኣ ናጽነት ዘምጽኡኸ ኣይንየቱን? ኣይኮርዑን? ንኣብ ምሕራር ባጽዕ ዝተቖረጸት ጸጋመይቲ እግሪ ኣቦኡ ዝዘከረ እንክመስል፣ ደጀን ሕንቕንቕ እንዳበለ'ዩ ነታ ቃል ኣውጺኡዋ። ሳሙኤል ኣብ ዝተፈራረቐ ስምዒት'ዩ ኣትዩ። ዓወት ግን ርእሱ ከም ዝተጨፍጨፈ ተመን መሬት ይዞሮ ነበረ። ንኽምልሰሉ'ውን ዓቕሚ ኣይነበሮን። ገጹ ጠውዩ ደርገፍ እናበለ ንመገዲ ገዝኦም ተተሓሒዝዎ። ሳሙኤል ንዓወት ብዓይኑ ንደጀን በእዳዉ ሒዙ ከረጋግኦ ጀመረ። ሽዑ ዓወት ኣብ መንገዲ ንኣተዓባብይኡ ክዝክር ንድሕሪት ብሓሳብ ተመልሰ። ምስ ኩሉ ዘየሳኒ ባህሪኡ ዔቂሉዎ ምኽንያቱ ብዘይርድኦ ብሕርቃን ተቓጸለ። ንኣሳጉምኡ'ውን የስተውዕለሉ ኣይነበረን። ዓወት ካብ ኣቡኡ ስዉእ ተጋዳላይ የማነ ደበሳይ ዒቃ፣ ኣዲኡ ስውእቲ ኣዜብ ክፍለዩ ተወሊዱ። ዕድሚኡ ገና ሓደ ኢሉ ከይቆጸረ'ዩ ንኣሙኡ ወይዘሮ ዘውዲ ብሕድሪ ዝተዋህበን። ኣሙኡ ወይዘሮ ዘውዲ፣ ወዲ ስዉእ ሓወን ኮይኑወን፣ ብምስትምሳልን ሽቑረራን ንኸይዓቢ ካብ ዝብል ሓልዮት ከይበቐቐትን ብሕንቃቐ ተኸናኺና የዕብያቶ። ውጽኢት ናቱ ከኣ ኣብ ትምህርቲ ዕዉት ተመሃራይ ኮይኑ'ዩ ጎቢዝላ። ይኹን እምበር፣ ስድርኡ ንኽዝክር ብኦኦም ክንየትን ክኾርዕን ከም ዘለዎ ነጊራ ዘዕበየቶ ኣንፈቱ ስሒቱ ክሳብ'ዚ ናይ ኮለጅ ደረጃ ዝበጽሕ ንምዕራዩ ደኺማ'ያ። ምሒር ናጽነት ስድነት'ዩ ከም ዝበሃል፣ ናጽነቱ ንባህርያት ዓወት ኣብ ምኡ ከይተረፈት'ያ ምጻር ስኢናቶ። ተራ ናታ ከም ዘለዎ ዝተሰወጣ'ውን በዚ ምስ ሰባትን የዕሩኽቱን ዘይረዳዳእ መን ከማይ ዝብል ነቓጽ ባህርያቱ እዩ። ነዚ ኣሉታዊ ባህሪኡ ንምእላይ ብዙሕ ጽዒራ እኳ እንተኾነት፣ ከምቲ ቀዳሞት ዝብልዎ ቆልዓ ብንኡሱ ቆርበት ብርሕሱ ኮይኑዋ ነገራቱ፣ ባህርያት ዓወት ልክዕ ከም ተፈጥሮኡ ንባህሪኡ ተመሳሲልዎ ስለ ዝነበረ፣ ክሳብ ንኮለጅ ዝኣቱ እኳ እንተጸዓረት ከይሰለጣዮም ተፈላልዮም። ኣብ ከምዚ ህሞት ከሎ ድማ'ዩ ዓወት ምስ መዳቑስቱን ኣዕሩኽቱን ብዘይ ምስምማዕ፣ ሓደን ክልተን ዝተባሃሃለ። እዝን ሕሉፍ ታሪኽ ህይወቱን እናሳላሰለ፣ ብናይ ጭንቀትን ምስትምሳልን ዝተሓወሶ ስጉምቲ እንታይ ይረግጽ ኣይረኣዮን። ኣብ ቂድምኡ ዝነበረ ንስራሕ ዝተዃዕተ ናይ ጎደና ጉድጓድ፣ ቀዳመይቲ ንስጉሙ ዝለኣኻ እግሩ ኣግዲዓቶ ኩሉ ነብሱ ዝኣተወ።

ከባቢኡ ክዕዘብ ምስ ጀመረ ብተግባራቱ ተጣዒሱ ንብዓት ኮረር ኮረር እናበለ ደጊሙ ንየዒንቱ ከደነን። ኣብዛ መወዳእታኣ ዕረ ዝኾነት ዓለም ልባዊ ዕርክነት ካብ ጸገም ዝሃድም ዘይኮነስ ኣብ ጸገማት ከም ጸገሙ ኣብ ጉድለት መሊኡ ብሓሳብን ካልእን ጸግዒ ዝኾነካ ምዃኑ ኣብ ሳሙኤልን ደጀንን ተራእዮ። ደጀን ምስኡ ተዃርዩ ብዘጋጠሞ እምብዛ ሓዚኑ ብምንባሩ ነተን ዓወት ኮረር ዘብለን ዝነበረ ውዕያት ንብዓት በእዳው እንዳደረዘ ንሱ እውን ብዘይፈቓዱ ክፈሳ ዝዳለዋ ዝነበራ ንብዓት እዩ ንኸይወርዳ ዝከላኸል ዝነበረ። ደጀን እውን ነታ ቅድሚ ገለ ሰዓታት ምስኦም ዝነበረት እሞ ግን ቅያር ክዳውንቲ ንኸተምጻሉ ኢላ ዝኸደት ኣብ ሙዓወት ተኪኡ። ንሳ ክሳብ ትመጾ ከይጠምዮ ብምሕሳብ፣ ንምሳሕ ዝኸውን ካብቲ ኣብኡ ዝነበረ ስልጣንያታት ሃሰው ክብል ድሕሪ ምጽናሕ፣ ስሙ ሰሚዑ ግልጽ በለ። ዓወት እዩ። ትሑት ቃና ኣብ ጥቕኡ ንኽቐርብ ብየዒንቱ ዝሓበሮ ዓወት፣ ዘለዎ ሓይሊ ኣኻኺቡ ንይቕሬታኡ ብንጹህ ልቢ ክቕበልዎ ተማሕጸኖም። ሽዑ ደጀን ኣብ መንጎ ብምኹላፍ፣ ዓወት፣ ኩሉ ዘጋጠመ ብሰንክኻ ጥራይ ኣይነበረን። ንሕና እውን ብዘይፍላጥ ብዙሕ በዲልናካ ኢና። እንተኾነ ኣሞኻ ኣደይ ዘውዲ ኩሉ ሕሉፍ ህይወትካ ኣዕሊለናና ኢና። ከም ዓርክናን መዳቕስትናን ጸገማትካን ባህሪ ኣተዓባብያኻን ኣጸቢቕና ክንሓትትን ክንርዳእን ብዘይምኽኣልና ኣዚና ኢና ተጣዒስና። ስለዚ እዚ ናትካ ባህሪ ይኹን ጸገማት ብኣኻ ጥራይ ዝውሰን ከምዘይኮነ ክርደኣካ ኣለዎ። ኢዳ እሞ ኸኣ ኣብ ርድኢትካ ዓቢ ጽልዋ ከም ዘለዎ እውን ተገንዚብና ኢና። ስለዚ ኸኣ ንስኻ ብዘጋጠመካ ሓደጋ እንቋዕ ደኣ ኣይከሰርናካ እምብር ሓደጋ ኸኣ ሃጓፋትና ክንዓብስን ክንገብሮ ዘለናን ዝነበረናን ንብድሕር ሕጂ ንኾኖን ክንፈልጥን በቒዕና ኢና። ስለዚ ይቕሬታ ሓታትን ተሓታትን ኣይክህልወናን እዩ። ምስ በለ ሳሚኤል ትቕብል ኣቢሉ። ጽቡቕ ኣለኻ ደጀን ዓርከይ ዓወት ካብዛ ዘለዋ ብሰላም ጥራይ ይውጻልና እምበር እዚ ኣብ መንጎ ኩልና ዘጓነፈ ንኻልኦት ከምዚ ከማና መንእሰያትን ወለድን ተቐበልቲ ሕድርን ክምህር ዝኽእል እዩ ብፍላይ ኣብ ደቂ ስውኣት ዘሎ ርድኢት መስዋእትነት ንዕቤትን ለውጥን ንመሰሉ ዝጣበቕ ዝተዋህቦ ሕድሪ ዘጽንዕ ዝቃለስ ውፉይን ትጉሁን ብስነ ምግባር ዝተሃነጸ ዜጋ ንምፍራይ ዝተኸፍለ ረዚን ዋጋ እምበር ንረብሓን ኣነ መንየ ወዲ መንየ እናበልካ ስምን ቃልን ስዉእ ምዕባር ከም ዘይኮነ ዝምህር ጽሑፍ ወይ ውን ወረቐት ፔፐር ከነዳሉ ኢና። ኢሉ ንዝነበረ ናይ ዝንታ ህሞት ናብ ናይ ተስፋን ራእን ርጉእ መንፈስን ቀየሮ። ዓወት ደስታ ውሽጡ ኣብ ገጹ እናተነበ ክምስምስ በለ። እዋእ ስሒቑ! ደጀን ካብ ዝነበሮ ብተምሳጥ ተንሲኡ ክሓቕፎ ቁስሊ ኣእጋሩ ስለ ዝተንከፎ ዓወት ናይ ምቕንዛው ድምፂ ኣውፅኦሞ ኩሎም ተሰናበዱ። ነንሓድሕዶም ተጠማሚቶም ከዓ ደስ ዘብል ልባዊ ፍቕራዊ ስምዒታቶም ብዘርኢ ባህታ ተዋሒሎም ክስሕቑ ጀመሩ።